ክዓርሱ ክበላሉ እዩ ነዚ ትምህርቲ ፀዊዕኻ ናብዚ ናህና ድምፂ ህዝቢ ትግራይ ክሰምዑ ምምፃእኻ ንሕና እውን ዓብዪ ክብሪ እዩ ዘለና ግዜኻ ዓድምኻ ደኺምካ ብምዝራብካ የመስግን።
ሰላም ሰላም ሰላም ሰላም ክቡራት ተኸታተልቲ ሊሎ ቲቪ ከምቲ ኩሉ ግዜ ንብሎ እቲ ቀንዲ ናይ ኩሉ ግዜ መደብና ከም ሊሎ ቲቪ መዓልታዊ ነሕልፎ መደብ እዛ ጨቋኒት ውድብ እዛ ህወሓት ትበሃል ልእኽቲ ናይ ሽፍታ ሻዕቢያ ንሳ ከመይ ገይራ ካብ እንግድዓ ህዝቢ ትግራይ ትወርድ እዩ ካልእ ሕቶ የለን ካልእ ዘረባ የለን ቀዳማይ ቀዳማይ ጸላኢና እኳ እቲ ሽፍታ ሻዕብያ እተኾነ ግን ከኣ ምስኡ ተላፊና ምስ ጸላኢና ትማሊ ንሳ ከይትጠፍእ ኩሉ ዓይነት ዋጋ ከፊልና ቲዲኤፍና ናይ ሚድያ ኣካላትና ካልኦት ካልኦት መንእሰይ ትግራይ ብዓብዩ ህዝቢ ትግራይ ብኹሉ እዛ ውድብ እዚኣ ከይትጠፍእ መስዋእቲ ክቡር መስዋእቲ ተኸፊሉ እዩ። ሕጂ ምስቲ ንዓኣ ከጥፍእ ሓደ ነጥቢ ሓሙሽተ ሚልዮን ዝበልዐ ህዝቢ ትግራይ ምስኡ ኮይና ዳግማይ ሓደ ነጥቢ ሓሙሽተ ሚልዮን መንእሰይ ትግራይ ክተጥፍእ ዳግማይ ስልጣን ሽፍታ ሻዕብያ ክተውሕስ ናተይ ስደት መሊሱ ክናዋሕ ካልኦት ሰብዓ ሰማንያ ሽሕ ኤርትራውያን ኣብ መሬት ትግራይ እንደገና ክጠፍኡ ንህዝቢ ትግራይ ከጥፍኡ ጽምዶ ግንባር ፈጢራ ንኹናት ትዳሎ ብምህላዋ ኣነ እዛ ውድብ እዚኣ ክትጠፍእ ጥራይ እዩ ካብ እንግድዓ ህዝቢ ትግራይ ጠቕሊላ ካብ ፖለቲካ ካብ ኩሉ ስልጣና ደርቢያ ናብ ህዝቢ ኣረኪባ ክትጓሓፍ ጥራይ እዩ ቃልሰይ። ስለዚ ክትጓሓፍ እያ ከኣ። ካብ ፖለቲካ ኢትዮጵያ ጉሒፍናያ ኢና፣ ካብ ገጽ መሬት ትግራይ ከኣ ክንጉሕፋ ኢና እዛ ውድብ እዚኣ፣ እዛ ጸረ ህዝቢ ትግራይ። ስለዚ መዓልታዊ ብዘይ ምቁራጽ ብዘይ ምቁራጽ ኣብ ትሕቲ ባህላውያን ጀነራላት ህወሓት ዝርከብ ትዲኤፍ ዝነበረ ሎሚ ተጓሕጒሑ ናብ ሓራ መሬት ትግራይ እዩ ዝግዕዝ ዘሎ። ወላ እቶም ትማሊ ሓደሽቲ ካብ ዝተፈላለየ ቦታታት ገፊፋ ኣዐሊማ ወተሃደራዊ ታዕሊም ሂባ ዘመረቖቶም ንሶም እውን ፅባሕ ንጉሆ ናብ ሓራ መሬት ትግራይ እዮም፣ ሰራዊት ሓራ መሬት ትግራይ እዮም። ወላ እቶም ምጥዓም ስኢንዎም፣ መውፅኢ ስኢኖም፣ ዕድል ስኢኖም ኣብ ትሕቲኣ ዘለዉ ሰራዊት ሓራ መሬት ትግራይ ሰራዊት ትግራይ ስለዚ እዛ ጉጅለ እዚኣ ብኩሉ ክነኽብባ ኢና ብኩሉ መዳይ ንሳ ንኩናት ስልጣና ኣብ ኩናት ከም ዝውሕስ እያ ትኣምን ንሕና ከዓ ኩናት ከይወልዐት ብዘይ ኩናት ብዘይ ኩናት ክብለኩም ከለኹ ብዝወሓደ ስልጣና ክንቆፃፀሮ ኢና። ኣብ ሕጊ ትቐርብ ኣብ ሕጊ ክትቀርብ እያ። ባዕላ ነብሳ ተጥፍ ባዕላ ክተጥፍ እያ። ትግራይ ሓራ ክትከውን እያ። ሽፍታ ሻዕብያ ኣቦይ ይንጠልጠል ክብል እዩ። ብድሕሪኡ ምጥፋእ ናይ ሽፍታ ሻዕብያ ክውን ስራሕና ቃልስና ስለዚ እዚ እዩ እቲ ኣብ ሓራ መሬት ትግራይ ዘሎ ሰራዊት ዝተሃነፀ ሰራዊት እዩ ምንም ዝጎደለ የለን ቀለቡስ በሉ መሻርፉስ በሉ ካልእ ካልእ ነገራቱስ ፖለቲካዊ ዓቕምታቱስ ውዳቤታቱስ ኣብ ዝበለፀ ደረጃ ይርከብ ኣብ ዝበለፀ በብመዓልቱ ኣብ ሓራ መሬት ትግራይ ኮይኑ ዝመሓላለፍ ካብ ሓራ መሬት ትግራይ ዝመሓላለፍ መልእኽትታት ነቕርበልኩም ኣልና ትሰምዕዎ ኣለኹም። ስለዚ ሓራ መሬት ትግራይ መንዳዓት ኮይንዋ ኣሎ ንጨቋኒት ህወሓት ሕማም ርእሲ ኮይንዋ ኣሎ ንጨቋኒት ህወሓት ዓቕላ ኣፅቢቡላ ኣሎ። ዝተፈላለየ ሜላ ትጥቀም ኣላ ሪኢኹሞ ብዝሓለፈ ግዜ ሓደ ጠርቋሽ እምበር ክስሊ ኢላ ዘውረደቶ ነይሩ ምንም ኣይገብርን ዓቕሚ የለን ቦታ የለን ኣብኡ ካብ ህወሓት ተላኢካ ዝኾነ ዓይነት ናይ ጥፍኣት መንገዲ ክትስራሕ ኣይትኽእልን ኣይከኣልን በፈፀም ኣይከኣልን ኣይትሕሰብዎ ኣይትሕሰብዎ ጨቆንቲ መራሕቲ ህወሓት ተመዛበልቲ ጅሆ እንዳሓዝኩም ድኣ ብልዑ እምበር ክሳብ ዕለተ ጥፍኣትኩም ኣብ ሓራ መሬት ትግራይ ኣቲኹም እትፍፅምዎ ዓወታት የለን። ኩሉ ዕፁው እዩ እቲ መንገዲ። ንሕማቕ ስራሕ፣ ንናይ ጥፍኣት ዕላማ፣ ንካልእ ካልእ ናይ ህወሓት መንገድታት ተዓፅዩ እዩ። ኣብኡ ዘሎ ስለያ ይበልፅ ካብ ናትኩም ስለያ። ኣብኡ ዘሎ ሓንጎል ይበልሕ ካብ ናትኩም ሓንጎል። ኣብኡ ዘሎ ዓቕሚ ይበልጽ ካብ ናትኩም ዓቕሚ። ኣብኡ ዘሎ ሓይሊ ሰራዊት ይበልጽ ካብቲ ንስኹም ትውንንዎ ሓይሊ። ኣብኡ ዘሎ ፖለቲካ ይበልጽ ካብ ፖለቲካኹም። ኣብኡ ዘሎ ክብርን ሕውነትን ብጻይነትን ህዝባውነትን ይበልጽ ካብታ ጉጅለኹም። ሓራ መሬት ትግራይ እንታይ ይጎድሎ? ስለዚ ነዞም ኣያታትና ንስማዕዮም እሞ
ክዓርሱ ክበላልዩ ዝትም ፀዊዕኻ ናብዚኡ ናህና ድምፂ ህዝቢ ትግራይ ክሰምዑ ምምፃእኻ ንሕና እውን ዓብዪ ክብሪ እዩ ዘለና ግዜ ኢልካ ዓዲምካ ደኺምካ ብምዝራብካ ይመስገን
ደርጊ ክሳብ ዝድምሰስ ኣብዘይ ተራ ነይሩኒ እዩ ብጣዕሚ ዘሕዝን ኣነ ዝበልኩኻ እዩ ዝገብር ዝብል ከም በዓል ፈትሊ ወርቂ ከም በዓል ደብረፅዮን ዝበሉ ኣዳሓሚሶማ እኒኦ እቲ ናይ ሕሉፍ ቃልሲ ናትካ እውን ክንሰምዕ ዝተነሽ ኣብ ሸረሪና ዝበሃል ቦታ ተወዲብና
ኣዋጊኦም ኮም እዮም መውስዳ ኣዋጊኦም ናይ መውስዳን ተዋጊና ኢና ዓመት ተዋጊና ኢና ብዙሓት ብፁዓት ንመን ደጊፍኩም ተዋጊኦም ንኣል ብርሃን ደጊፍና

ንኣልቡርሃን ደጊፍና ብግበር ኣይትግበር ትእዛዝ ኮይንና ኣብ ዘይመሬትና ኣብ ዘይዓድና ኣብ ዘይምልከተና መስዋእቲ ንኸፍል ኔርና ተዋጊእና ኣብ ሓድሕድ ኩናት ናይ ሱዳን ተሳቲፈ ይብል ኣሎ ኣሚንኩም ዶ ሕጂ ኣብ ሱዳን ተዋጋኣይ ሰራዊት የለን ትብሉና ሃየ እዚ እያና ኣብ ሱዳን ኔርና ይብል ኣሎ ኣብ ሱዳን ተዋጊእና ይብል ኣሎ ንኣልቡርሃን ደጊፍና ኣንጻር ሕመቲ ኣንጻር ሰራዊት ሕመቲ ተዋጊእና ኣየ ሓራ መሬት ትግራይ መዓት ህይወት ተድሕን ኣላ ብእውነት ብላሽ ጠፊኦም መንእሰያት ኣብዘይ መሬቶም ኣብዘይ ዓዶም ኣብ ሱዳን እዚ ሓራ መሬት ትግራይ ዝብሃል እንቋዕ ተፈጥረ። ኣበይ ምኣተወ ህጂ ከ እዚ ኣያናሲ ካብቲ ኩናት ወጽዩስ ነብሱ ኣበይ ምዕቆባ። ኣብ ዝኣተዋ እንዳኣተው እዮም ከምጽዎ ኣብ ዝኣተዋ እንዳኣተው እዮም ክሕዝዎ። ይገርም እዩ።
ካብኡን ኸልሰ ብሕስተንሽ ኣብ ሸረሪና ዝበሃል ቦታ ተወዲብና ኣዋጊኦም ከመይ መውስዳ ኣዋጊኦም ናይ መውስዳን ተዋጊና ኢና ዓመት ተዋጊና ኢና ብዙሓት ብጾት ንመን ደጊፍኩም ተዋጊኦም ንኣልብርሃን ደጊፍና ንሓምቲ ደጋሎ ኢና ምስ ኢና ገጢምና ማለት እዩ ብዙሓት ብጾት ሐዚ እውን ኣብ መደኒ እዩ ዘሎ ሰራዊትና ኣብ መደኒ ኣብ ሱዳን ውሽጢ እዩ ዘሎ። ሱዳን ከባቢ ክወስድኹም ከለው ከዋግኡኹም ነጊሮምኩም ድዮም ወሲዶምኩምስ ወይስ ብምንታይ ምኽንያት እዮም መጀመርያ ብሱር ላብ ሱዳን ዝወጸቱ ሰራዊት? ኣነ ብዘይ ቀልዓለም ስመይ እንተሸረፍኩ ጀሚረ ኣገልጊለ እየ ተወዲኡ ህዝቢ የለን ስርዓት ፈሪሱ። ሰራዊት ገዲፍዎም እዩ ይገርም። ኣጥፊእኹምና ኢኹም ኢሉ ኣርሚ ኮር ዝበሃል ሽማት ጥራሕ እዩ እምበር እቲ ሰራዊት ኣብዚ ይዘርብ የለን ሰራዊት ኣብዚ እኒሀኩም ሓራ መሬት ኣነ እስካብ ሕዚ ምፅንሐይ እውን ናይ ባዕለይ ችግር ስለ ዝነበርኒ ይብለካ ኣለኹ ሕዚ እውን ብገንዘብ ተዓዲጎም እዮም በልፂጎም እዮም ዘይወሃበና ሹማሹም የለን የለይ
የለን።
ብግለሰባት ዓዲ ተጓሕጒሓ ሃፍትና የለን ወጣትና የለን ተወሊዑ እዩ ክልተ ያ ሰለስተ ኣይንመውትን ያ ኢለ እየ ናብዚ ሓራ መሬት እዚ መፅኦ ዘለኹ። ህዝቢ ትግራይ ካባኹም እንታይ ይፅበ? መውእቶ እዩ
ህዝቢ ትግራይ ካባና ዝፅበ እቲ ዋና ኡይ ዝብል ዘሎ ኣብ ሽረ ኣብ መቐለ ኣብ ዝኾነ ይኹን ተፋናቐል ኡይ ዝብል ዘሎ ክሰግር ህልኽ እኮ እዩ ከፍ ኣቢልዎም እኒሀ ንሕና ኢና ነስግረካ ካሊእ የስግረካ ውድብተይ ደሓነት ንስኹም ኣይትድሕኑ እዋ ህዝቢ ዘይደሓነስ ውድብ ከመይ ገይሩ ውድብ በይና ከፍ ክትብል ህዝቢ ባይድሕን ብካልኣይ ደቁ ክበልዕ እንትዛጋጀወ ሓይሊ እዩ ኣይጠቅመካይ ልመፅተሊ እውን ይሰዓበና ናብ ሓራ መሬት እዚ እኮ ዘገልግሎ እኮ የለ ሕዚ የለይ እኮ

ዕድል ክበካ ተንኪ ካብዚ ንላዕሊ መልእኽቲ ይኣክል እዩ ያ እዚኣ እያ እዚ እዩ እቲ ህይወት ናይ ሰራዊት ትግራይ ኣብዘይ ዓዱ ንሽፍታ ሻዕብያ ከረክቦ እዩ ነዚ ተሪፉ ዘሎ ቲዲኤፍ ናብ ሽፍታ ሻዕብያ ከረክቦ እዩ ንኤርትራ ከወስዶ እዩ ነብስኻ ነብሱ ከድሕን ኣለዎ ነብስኻ ድሕን ንኤርትራ ከግዕዘካ እዩ ኣብ ኤርትራ ዘሎ ሰራዊት ናይ ሽፍታ ሻዕብያ ናብ ትግራይ ክመጽእ እዩ ንስኻ ንኤርትራ ክትከይድ እኻ ንኤርትራ እንተኸድካ ከኣ መድሓኒ የብልካን ክትሃድም ኣይትኽእል ነብስኻ ክትከላኸል ኣይትኽእል ባርያ ኮንካ ኣብኡ ናይ ሽፍታ ሻዕብያ ሓላዊ ዓዲ ሃሎ ትኸውን ኩናት ምስ ተወልዐ ናይ ኣብ ከኣ ተወሊዖሞ ከኣ ብዋርድያ መጺኻ ብሓለዋ መጺኻ ብስለያን ብጸጥታን ናይ ሽፍታ ሻዕብያ መጺኻ ኣብ ትግራይ ተተዋጊእኻ ትምለስ ስለዚ ከይትጠፍእ ትዲኤፍ ዝነበርካ ነብስካ ድሕን መንእሰይ ትግራይ ነብስካ ድሕን ስነ ጥበባውያን ትግራይ ነብስኩም ኣድሕኑ ኩልካ ኣብ ሓራ መሬት ትግራይ ነብስካ ድሕን እዛ ኩናት ትርእይዋ ኣለኩም እዚ ሓውና ኣያና ክብል ዝጸንሐ ኣብ ሱዳን ንኣልቡርሃን ደጊፍና ኣንጻር ሕሜቲ ተዋጊእና ኢና እዩ ዝብል ዘሎ ሙሉእ ትሕዝትኡ ጽባሕ ምሸት ክነቕርቦ ኢና ተጥዒምና ቀልጢፉ ተመጺና መልእኽቲ እቲ ክፋል ጽባሕ ክነቅርበልኩም ክንፍትን እና ክቡራት ተከታተልቲ ሊሎ ቲቪ ናይ ሎማዓንቲ ነዚ እዩ ዝመስል መደብና ፕሊስ ፕሊስ ሰራዊት ኣብ ትሕቲ ጀነራላት ህዋሓት ዘለካ ነብስካ ድሕን ንኤርትራ ከይተሸጥካ ከለካ ናብ መሬት ኤርትራ ናብ ሽፍታ ሻዕብያ ከየረከቡካ ከለዉ እየ ክብል ዝደሊ ብመወዳእታ ስለዚ ኣብ ናይ ዳሓር መደብና ወይ ኣብ ናይ ጽባሕ መደብና ክሳብ ንራከብ ሰላም።